ኣብ ውሽጢ 12 ሰዓት ኣፈላላይ ኣብ ትግራይ ኢትዮጵያ ኣፍሪካን ዓለምን ዝወፁ ሓደሽቲ ሓበሬታታት ክሰምዑ እንተረልዮም ንትግራይ ስትሪ ሚድያ ሳብስክራይብ ምግባር ቤተሰብ ይኹኑ ናብ ሎሚ ዕለት ዘዳለናዮም ዜናታት ቅድሚ ምስጋርና ብፈለማ ኣርእስተ ዜና ኣሜሪካ ኢትዮጵያ ምስ ኤርትራ ይኹን ምስ ትግራይ እትገብሮ ኩናት የላን ኣይሕሰብን ኢላ። ፓርቲ ስምረት ብመሰረት ውዕሊ ፕሪቶርያ ብግዝኣታዊ ሓድነት ትግራይ ዝግበር ዋጋ ዕዳጋ የለን ክብል ንምንቅስቓስ መንግስቲ ፌደራል ነቒፉ። ዋሽንግተን ፖስት ዝተባህለ ዓለም ለኸ ሚድያ ኣብዚ ሰሙን ዕላዊ ዝገበሮ ምርመራ ልዕሊ 83 ወተሃደራዊ መኮንናት ተጋሩ ከም ዝተቐተሉ ገሊጹ። ኣልሸባብን ኣልቃይዳን ዝምውልዎ ዝተብሃለ ሓደ ኢስላማዊ ምንቅስቓስ ኢሉ ንባዕሉ ዝጽውዕ ሓይሊ ኣብ ድንበራት ኢትዮጵያ ምንቅስቓስ ምጅማሩ ተፈሊጡ። ማእኸል ምርምርን ስነዳን ግዱሳት ሃገራውያን ዝተባለ ኣፈኛ መንግስቲ ሻዕብያ ዝኾነ ሚድያ ኣይትደንግፁ ክብል መዘራረቢ ሓበሬታ ሰዲዱ ንሎሚ ናይዞምን ካልኦትን ዜናታት ሒዝና ቐሪብና ኣለና ላይክ ሼር ሳብስክራይብ ምግባሮ ጀምሩ ሰናይ ምክትታል ዋሽንግቶን ፖስት ዝተብሃለ ዓለም ለኸ ሚድያ ኣብ ሰሙን ዕላው ዝገበሮ ምርመራ ልዕሊ 83 ወታደራዊ መኮንናት ተጋሩ ከምዝተቐተሉ ሓቢሩ። ኣባል መከላከያ ሰራዊት ዝነበሩ ልዕሊ ዕስራ ሽሕ ተጋሩ ድሕሪ ጥቅምቲ ክልተ ሽሕ ዓሰርተ ሰለስተ ዓ.ም ካብ ቢሮኦምን ገዝኦምን ተሓፊሶም ከምዝተኣሰሩ ዝገለጸ ዋሽንግተን ፖስት ብፍላይ ኣብ ጋሞ ጎፋ ወረዳ ምዕራብ ኣባያ እትርከብ ብርብር ዝተብሃለት ከተማ ተኣሲሮም ዝነበሩ ልዕሊ ሰማንያን ሰለስተን ላዕለዎት መኮንናት ተጋሩ ሕዳር ዓሰርተ ክልተ ክልተ ሽሕን ዓሰርተ ኣርባዕተን ዓመተ ምህረት ብመስካሕኽሒ ኩነታት ከም ዝተቐተሉ ዕላዊ ገይሩ። ኣብዚ ሪፖርት ዝተወሰኑ ነበርቲ እቲ ወረዳ ንባናና መቑረፂ ዝጥቀምሉ በሊሕ ነገር ተጠቒሞም ሰላሳን ኣርባዕተን መኮንናት ተጋሩ ከም ዝቐተሉ ዋሽንግተን ፖስት ዘውፅኦ ናይ ምርመራ ሓበሬታ የረድእ። እዚ ዋሽንግቶን ፖስት ዘውጺእዎ ዘሎ ምርመራ፣ ፎቶ እቶም ግዳያት'ውን ጠቂዕዎ ኣሎ። ኣሜሪካ ኢትዮጵያ ምስ ኤርትራ ይኹን ምስ ትግራይ እትገብሮ ኩናት የላን ኣይሕሰብን ኢላትና ኢሎም ኣብ ጉዳያት ሰላም ዝነጥፉ ዘለዉ ዝተፈላለዩ ስቪል ማሕበረሰብ ትግራይ ቅድሚያ ንሰብኣዊ መሰላት ይኾኖ ቮይስ ወይ ድማ ድምፂ ጎርዞ ሶሊዳሪቲ ኦፍ ትግርያንስ ፎር ኢንዲፐንደንስ ኤንድ ላይበሪቲ፣ ሰረት ስቪል ማሕበረሰብ ከምኡውን ኣምብሬላ ፎር ዘ ኒዲ፣ ኢትዮ ትሬሲንግ ሚሲንግ ፐርሰንስ ዝተብሃላ ስቪል ማሕበራት ኮይነን ምስ ኣምባሳደራት ኣሜሪካን ፈረንሳይን ኣብ ዝዘተዩሉ እዋን እዩ ኲናት የለን ክብሉ ገሊጾም። ሕዳር ዓሰርተ ክልተ ሽሕ ዓሰርተ ሸሞንተ ዓመተ ምህረት ምስ ምጅማር በረራ ነፋሪት ካብን ናብን ኣዲስ ኣበባ ሑመራ ተኣሳሲሩ ዝተርኣየ ጅምር ሰላም ዝዘርግ ተርእዮ ክእረም ፓርቲ ስምረት ሓቲቱ። እቲ ፓርቲ ትማል ኣብ ዘውፅኦ መግለፂ ከም ዝበሎ ብመሰረት ውዕሊ ፕሪቶርያ ግዝኣታዊ ሓነት ትግራይ ዝግበር ዋጋ ዕዳጋ የለን ኢሉ። ስለዝኾነ ኣብቲ ዕለት ዝነበረ ዘራጊ ሰላም ተርእዮ በዓል ቤት ውዕሊ ስምምዕነት ዝኾነ ፌደራል መንግስቲ ክእርሞ ፓርቲ ስምረት ጸዊዑ። ወሲኹ ድማ እቶም ቅድም እውን ህዝብና ክብ መዛበል ቅድሚት ኮይኖም ይለዓዕሉ ዝነበሩ ገለ ምሁራትን መራሕቲ ሃይማኖትን በቲ ሕሉፍ ከይተናስሑ፣ ሕዚ እውን ነቲ ስምምዕነት ዝዕንቅፍ፣ ዝተጀመረ ሰላማዊ ቃልሲ ዝዘርግ፣ ንሕገ መንግስታዊ ግዝኣት ትግራይ ዝጻረርን ሓላፍነት ዝጎደሎ መነወሪ ተግባር እናፈጸሙ ውዒሎም ኣለዉ ክብል ውድብ ዲሞክራሲያዊ ስምረት ትግራይ፣ ስምረት፣ ገሊጹ። ውድብ ሳልሳይ ወያነ ትግራይ ኣብ ጉዳይ ፅምዶ ምስ ሻዕቢያን ብልፅግናን ዘለዎ ቅዋም ገሊፁ። ስምረት ፖለቲካ ፓርቲ ክኸውን ብስርዓት ተመዝጊቡ ክሰርሕ ሕግታት ኣኽቢሩ ክሰርሕ ኣዲስ ኣበባ ከይዱ ፍቓድ ከውፅእ ልፈተነ እዩ። ኣይ ቲንክ እዚ ኣንሕና እውን ከምኡ እዩ፣ ህወሓት እውን ከምኡ እዩ። ዝሰረዘ እውን ኣዲስ ኣበባ እዩ። ኣብዚ ሃገር እዚ ፓርቲታት ለመሓደር ምርጫ ቦርድ ልበሃል ኣሎ ኣብ ኣዲስ ኣበባ ኢለ ኣለኹ መጋጣሚ ኮይኑ ቤኒሻንጉል ይኾነ መቐለ ይኾነ ኢለ ኣለኹ እቲ ዋና ቤት ፅሕፈት ስለዚ ኣብኡ ከም ለተጣየሸ እየ ልፈልጥ ድሓረ ኣብኡ ተጣይሹ ኣብዚ እውን ቤት ፅሕፈት ክኸፍት ከም ልፈተነ ፈልጥ ከፊቱ እውን ነይሩ ከምቲ ትፈልጥዮ ዕጡቋት መፅኦም ታፔልኡ ቀዲዶምሉ ገለገለ ስለዚ ብልፅግና እዩ ማለት ኣይከኣልን ማለት ሓቂ ንምዝራብ ወል ካባና ብልዓሊ ምስ ብልፅግና ቀረባ ክኾን ይኽእል ስምረት ግን ኣነ ሓደ ፋክት ኣሎ ብልፅግና ወልዮ ስምረት ወልዮ ሳወት ወልዮ ግዛዕ ወልዮ ኣብዙ ሃገር ሕገ መንግስቲ ልመሓድሮ ቦርደር ኢና ለለና
ኣብ ኣዲስ ኣበባ ዝሞታ ደርሁ ሓሪዶም ብምዕሻግ ናብ ዝተፈላለዩ ድንኳናትን ሆቴላትን ንምክፍፋል እናተዳለው ዝነበሩ ውልቀ ሰባት ተኣሲሮም ኣብ ከተማ ኣዲስ ኣበባ ብዝርከብ ዕዳጋ ሾላ ዝተፈፀመ ኮይኑ እቶም ውልቀ ሰባት ቤት ፅሕፈት ኣኽበርቲ ሕጊ ወረዳ የካን ቤት ፅሕፈት ሰላም ድሕንነትን ፖሊስ ኣዲስ ኣበባ ናብ ዘካየድዎ ሓበራዊ ስርሒት ኣብ ትሕቲ ቀይዲ ከም ዝኣተው ተፈሊጡ ካብቶም ሓለፍቲ ዝተረኸበ ሓበሬታ ከም ዘመላኽቶ፣ ካብ ሚእቲ ደርሁ ኣርብዓን ክልተን ሙሉእ ብሙሉእ ተሓሪደን ክዕሸጋ እናተዳለዋ እንከለዋ ብትሕቲ ቁፅፅር ከም ዝኣተው ተገሊፁ። ብመንግስቲ ኤርትራን ከምኡ እውን ኣልሸባብን ኣልቃይዳን ዝምውልዎ ዝተብሃለ ሓደ ኢስላማዊ ምንቅስቓስ ኢሉ ንባዕሉ ዝፀውዐ ሓይሊ

ሂጅራን ማድረግ እማይመቻቹ ከሆነ እንኳን ባላቹሁበት ከሃዲያኖችን በምትችሉት አጋጣሚ መዋጋት እንዳለባቹ አስተላልፋለሁ እንሻላህ ወሰለላሁ ሰለም አላ ነቢይና ሙሐመድ።
ማእኸል ምርምርን ስነዳን ግዱሳት ሃገራውያን ዝተብሃለ ኣፈኛ መንግስቲ ሻዕብያ ኣይትደንግፁ ክብል መዘራረቢ ሓበሬታ ሰዲዱ ምሉእ ትሕዝቶ እቲ ጽሑፍ ከምዚ ይብል፣ ሽሕ'ኳ ንቕሓት ህዝብታት ንምብራኽ ኣነቓቓሕቲ ማሕበራዊ መራኸብታት ተጠቒምካ ኣብ ሚድያታት ብሰፊሕ እናተሰርሐሉን ኣብዚ ሰዓት'ዚ ጽምዶ ህዝብታት ኤርትራን ትግራይን ዓፋርን ኪኖ ፖለቲካዊ ሓይልታትን ውልቀሰባትን በሪኹ ኣብ ጫፍ ብልሒ ሰሪሩ'ሎ ይብል እቲ ጽሑፍ። እንትቕፅል ድማ እዚ ኣብ ዝለዓለ ጠርዚ በፂሑ ዝርከብ ስትራቴጂካዊ መስርሕ እዚ ብትካላዊ መልክዕ ክህነፅ ተወሲኑስ ድሮ ኣብ ባይታ ስራሕ ጀሚሩ ኣሎ። ዶክተር ደብረፅዮን ገብረሚካኤል፣ ፕሬዚደንት ኢሳያስ ኣፈወርቅን ወይ ድማ ጀነራል ምግበይን ጀነራል ሓሊባይን ብሓደ ክስሕቑ እንተሪእኹም ፍፁም ከይትስንብዱ ክብል ገሊፁ። ሓድሽ ብስራት ኣብ ቀረባ እዋን ተጸቦ ኢና ዝበለ እዚ ኣፈኛ ሚድያ ህግደፍ ዓበይቲ ቅዋማትን ድሌታትን መንግስቲ ኤርትራ ዝዝረበሉ ሚድያ ምዃኑ ዝፍለጥ እዩ። ምክትል ኣቦ ወንበር መሰጋገሪ ሉኣላዊ ቤት ምኽሪ ሱዳን ጀነራል ማሊክ ኣጋር ኣይድ ኣስመራ ኣትዮም። ምክትል ኣቦ ወንበር መሰጋገሪ ሉኣላዊ ቤት ምኽሪ ሱዳን ቀዳማይ ምክትል ቀዳማይ ሚኒስተር ማለት እዩ ጀነራል ማሊክ ኣስመራ ድሕሪ ምእታዉ ምስ ፕሬዝደንት ኤርትራ ኢሳያስ ኣፍወርቂ ርክብ ኣካይዱ ኣሎ። ክልቲኦም መራሕቲ ንጉዳይ ጎንፂ ሱዳንን ኣብ ሓፈሻዊ ምዕባለታት ዞባ ቀርኒ ኣፍሪካን ኣትኲሮም ከምዝዘተዩ እውን ተፈሊጡ ኣሎ። ክብራትን ፍትዋትን ተኸታተልትና ንሳዕ ዝሓዝናዮም ዜናታት ነዞም ዝተኸታተልክሞም ይመስሉ ነይሮም። ንምክታልኩም ኣመስጊና ብትሕዝቶናን ኣቀራርባናን እንተፈቲኹምና ሳብስክራይብ ብምዃን ቤተሰብ ኩኑ። ሰላም ንህዝቢ ትግራይ ሰላም ንኹሉ ወዲ ሰብ።